Aujourd'hui on va voir c'est quoi le verbe irrégulier ሎማዓንቲ irrégulier ዝበሃል ቨርቢ ብሓንሳብ ኮይና ክሪኦ ማለት እዩ ቀዳማይ ረሲዑ ኣጋጣሚ ክሰደልኩም ኢለ ሲ ሓደ ብሓደ ክሪኦኩም irrégulier ዝበሃል ቨርቢ ቀይዲ ዘይብሎም ቀይዲ በተኽ ዝበሃል ቨርቢ እዮም ማለት እዩ መትሓዚ ዘይብሎም ቨርቢ ብናቶም ሕጊ ዝኸዱ ከም ኩሎም ቨርቢ ዘይ ኣብ መወዳእታ ኣገዳሲ እዚ ኣብ መወዳእታ ክሳብ መወዳእታ ትሪኦ ኣለኩም ብኤትኽን ኣዋኽን ዝምርሑ ካብቶም ኢኪ ግዲ ዓሰርተ ሽዱሽተ ቨርብ ዘለዉ ኣየኖት እዮም ብ ኤትኪ ዶ ዝምርሑ ኣየኖት እዮም ብ ኣቨክ ዝምርሑ ብሓንሳብ ኮይና ክንሪኦም እና ማለት እዩ እቶም ኢኪ ግዲየ ኣብ ቀጻሊ ሂወትና ንጥቀመሎም ኢና ኣገደስቲ እዮም በገባብ ኣብዚ ብ ፓሴ ኮምፖዘ ገረልኩም ኣለኩ ጀ ስዊ ዝዛለ እንድሕሪ ድየ ንኣብነት እዚ ፓሴ ኮምፖዘ ብ ሕሉፍ ይነግረልኩም ኣለኩ ማለት እዩ ዝዛ ዘሎ ቮየል ከም ትክሉ ግዜ ዝነገርኩም ኣብ ላይፍ ጀ ስዊ ዝዛለ ይብላ ኣለኹ ማለት እዩ። ኣነ ከይደ እቲ ቨርቢ ኣንፊኒቲፍ ዝበሃል ከኣ ኣለ ይኸውን ኣሎ ማለት እዩ። ምኻድ ንትርጉሞ። እቶም ኣንፊኒቲፍ ዝበሃሉ ብትግርኛን ብሕሉፍን ኣብ ሕሉፍ ስለ ዘሸግረና ብሕሉፍን እናገበርኩ ክርእየኩም እየ። ኣቭዋር ከኣ ምውናን እዩ። ካብቶም ኣለዎ ዝበሃሉ ቨርቢ ዓንዲ ናይ ፍራንስ ዝኾነ ቨርቢ እዩ። ኣቭዋር ጀ ዩ ድሕሪ ኢልና ንኣብነት ኔርኒ ጀ ዩ ኢልካ ንዝኾነ ነገር ንዝነበረካ ወይ ድማ ንዘለካ ተብል እዚ ሕጂ ናይ ሕሉፍ እዩ ከምዚ ነይርና ክትብል ከለካ ኢካ ብዋክ ከኣ ሕጂ እቲ ሕጊ ይክግል እዮ ዝበሃሉ ንምንታይ ቅይዲ በተክ ወይ ድማ ክትሽምድዶም ዘይኮነስ ክትሕዞም ከም ዘለካ ኣጽኒዕካ ክትሕዞም ከም ዘለካ ዝነግሩ ቨርብ እዮም ማለት እዩ ምክንያቱ ከምቶም ካሊእ ቨርብ ኣይኮኑን ከምቶም ካሊእ ኣሽሓት ቨርብ ዘለዎስ ኣይኮነ ማለት እዩ ንኣብነት እንድሕር ፓርሌ ወይ ድማ ሞንጄ ተኮይኑ እቲ ቨርብ ፓሴ ፓሴ ኮምፖስቶ ተኮይኑ ጄ ፓርሌ ኢካ ትብል ኣነ ተዛሪበ ኢካ ትብል እምበር ህጂ ንኣብነት ቧክት ኮይኑ ህጂ ጁጁ ትብል ኣብዚ ማለት እዩ ዘየለ ዘይነበረ የምጸልካ ምክንያቱስ ናይ ሕሉፍ ሲ ኣይትጽበዮን ኢካ ከምቲ ብቴክኒክ ዝሓዝካዮ ወይ ድማ በቲ ኣገባብ ዝሓዝካዮ ቨርብ ኣይኮነን ይኸግድየ ስለ ዝበሃሉ ማለት እዩ ቅዲ በተኽ እፋ ኣነ ቅዲ በተኽ ዝብለኩም ዘለኹ እምበር ይኸግድየ ቅዲ በተኽ ትርጉሙ ከምዚ በተኽ እዮም ማለት እዩ ብሓፂሩ ብኸፍ ስለዚ ቡዋኽ ምስታይ ማለት እዩ፣ ሕሉፍ ተኾይኑ je bue ትብል። ኮነትኽ ከኣ ምፍላጥ። ሕጂ ኮነትኽን ሳቫኽን ኣብ ምንታይ ዝፈላለዮ? ኮነትኽ ተልካ ንቦታ ወይ ድማ ንሰብ እንድሕር ኮይኑ ኮነትኽ ትጥቀም። je connu ትብል ብሕሉፍ ተኾይኑ ከኣ። ኣብ ሳቫኽ ተኾይኑ ከኣ ከምዚ ምግባር ይኽእል እየ፣ ከምዚ ይፈልጥ እየ፣ ከምዚ ኤክስፕሬንስ ኣሎኒ ገለታት ከምዚ ገለታት ኢልካ።

ላይፍ ምሳእ እቲ ዝርርብ እቲ ኢሜል ሽኮማ ሳዲቅና ፖርቶኮ ፊና ድማ ብ እቲ ኢሜይል ከመይ ገርና ከም ዝፀሓፍ ገረታት ምስ ወዳእናዮ ናብ ታች መክሰግርና ናብ ዝርርብ ዝርርብ ከላምደኩም እየ ማለት እዩ ስለዚ ኩኺኽ ምጉያ ማለት እዩ ጀኩ እንድሕር ኢልካ ኣነ ጎየ ትብላለኻ ማለት እዩ ክኻንኽ ምፍራሕ ማለት እዩ

ኣሰርዱ ሸበርቢ ማለት እዩ ብምሽምዳድ ዘይኮነስ ብርድኢት ክትሕዝቦም ኣለኩም ሓደ ብሓደ ናይ ሕሉፎም ናይ ትርፎም ናይ ፍቹ ከምፓክፈ ወይ ድማ ናይ ማለት ካብቶም ካልእ ዝከቢ ስለ ዝኾነስ እዩ ናይ ፓሴ ኮምፖዛ ጥራሕ ሒዘልኩም መፅእ ዘለኹ ማለት እዩ ብቀዳማይ ከዓ ተዘራሪብና ሎምና ኩላትና ኣብቲ ላይፍ ዘይነበርኩም ምናልባት እምበር ደቭዋ ግድነት ማለት እዩ ዲኽ ከኣ ምባል ማለት እዩ። Je dis ኢለ ትብል ኣለኻ ማለት እዩ። Écrire ምጽሓፍ፣ ኣነ ጽሒፈ ክትብል ትኾን ከኣ J'ai écrit ንብል ማለት እዩ። So Être ምዃን ማለት እዩ። ንስኻ ዝኾንካዮ ነገር ወይ ድማ ከምዚ ገይረ ነይረ፣ ተሲኤ፣ ደቂሰ፣ ተሓጺበ ገለ ክትብል እንከለኻ Être ትጥቀም። ሕጂ ኣብ ዝሓለፈ ኣብ ዝሓለፈ ቪድዮ ኣብ ዩቱብ ማነዊሕ ገራ ኣላ ልዕሊ ትሽዓተ ሽሕ ወይ ድማ ሸሞንተ ሽሕ ድዮም ገደማታት ከባቢ ዝኾኑ ቨርቢ ኣለዉ ተይተጋገ ነዞም ካብዞም ኣሽሓት ቨርቢ ብኤትኽን ብኣቫኽን ንጥቀመሎም ቨርቢ እዮም እቶም ኤትኽን ኣቫኽን ዝበሃሉ ዓንዲ ናይ ፈረንስ እዮም ስለዚ እቶም ብኤትኽ ጥራይ ንጥቀመሎም ዓሰርተ ሸውዓተ እዮም ተረዲኦምን ዓሰርተ ሸውዓተ ዓሰርተ ሽዱሽተ ዓሰርተ ሸውዓተ ማለት እዩ ካብኡ ይሓልፉን እዮም ኣብ ትዩቱብ ገረልኩም ኣለኹ እቶም ካሊእ ኩሎም ግን ቧቫ እና ንጥቀመሎም ከምዚ ገርና በገባብ እንሕሪትናዮ ኣየናይ ምስ ምሰ ናይ እኩሲልየኽ ን ንዝረዝረ ትብርቢ ክቐልል ናይ እዚ ኣውቫክ ኣሎ እዚ ኣውቫክ ማለት እዩ ተረዲኹምኒ ጂ ኤተ እዚ ኤት ክንከሎ ሲ ንምንታይ ደኣ እዚ ብኣውቫክ ኮንጅጎ ኮይኑ ተልኩምኒ ምክንያቱ ኤት ኮንጅጎ ክንክብሮ እንክለና ጂ ኤተ ነይረ ትብላ ኣለኻ ማለት እዩ ስኻ ኢኻ ነርካ ኣነስ ነይረ ትብላ ኣለኻ ጂ ኤተ ነይረ ትብላ ኣለኻ ስለዚ እዚ እዚ እቲ ኤት ክኸውን ዘሎ እዚ ኸኣ ኣውቫክ ማለት እዩ

ናይ ቨርብ ፋልዋ ክንጥቀም ሊኽ ተኾይኑ ምንባብ ኣነንቢበ ተኾንካ ክትብል ተኾይና ጀሉዩ ንብል ማለት እዩ ጀ ልዩ ሜትር ምቕማጥ ማለት እዩ ጀሚ ሕጂ እቲ ኩሎ እቲ ደምሲስና እቲ ተ ድብል ተኤኹ ዘሎ ኩሉ ደምሲስና ጀሚ ንብል ሕጂ እዚ ወዲ እዚ እየ ክሽም ድሎ ክትሕዝዎ ደልየኩም ዘለኹ ማለት እዩ ጀሚ ኢና ንብል ሕጂ ጀሜት ዶ ገለ መለ ንብልና ጀሚ ጀሚማ ጀሚማ ሸሚዝ

ኡቭሪር ብኣቫር ኮይኑ ዝገበረኒ ጸኒሑ እዚ ፓርቲር ከኣ ንስኻ ስለ ትኸይድ ዘለኻ ንስኻ ባዕልኻ ነብስኻ ስለ ትኸይድ ዘለኻ ኩሉ ግዜ ናብ ነብስኹም ዝምለስ ናባኹም ዝምለስ ነገር ብኤትር'ዩ ኢለኩም ክብለኩም ጸኒሐ ብቐዳማይ ሕጂ ከኣ ይብለኩም ኣለኹ ማለትሲ ክደጋግመልኩም ኣለኒ ሓደ ሰባት ትመጹ ስለ ዝኽእሉ ናብዚ ተኣሽሙ ክርእይዎ ስለ ዝኽእሉ ኩሉ ግዜ ናብ ነብስኻ ኣነ ወዲቀ ተሲኤ ደቂሰ ገለ ክትብል ከለኻ ናብ ነብስኻ ተመላሲ ንስኻ ባዕልኻ ትኾኖ ኣነ ሓሚመ ተልካ ሕጂ ትውንኖ ኣይኮንካን ዘለኻ ትኾኖ ኢኻ ዘለኻ ስለዚ ናብቲ ዝኾንካዮ ነቲ ዝኾንካዮ ኢኻ ትብሎ ኣነ ከምዚ ሓሚመ ተልካ ጀሱይ ማላደ ይብል ማለት እዩ ንስኻ ኣነ ኣነ ወዲቀ ተልካ ጀሱይ ቶምበ እቶም ዓሰርተ ሸውዓተ ቨርብስ ንክትፈልጦም ምስ ቀለልቲ እዮም ጀሱይ ሞንተ እንድሕር ኢልና ኣነ ደይበ ናብ ነብስና ዝምለስ ስለ ዘሎ ማለት እዩ

ኣፕረንድር ብዛዕባ ኣፕረንድር ኦን ፓርሎ ደሳ ክብል እንከለኹ ብዛዕባ ኣፕረንድር ክንመሃር ከለናስ ኣብ ኦንላይን ትምህርቲ ይጅምር ኣለኹ ዝመፅ ዘሎ ሰሙን እቶም ካብ መሰረት ክትጅምር ደልዩ ወይ ድማ እቶም ሌቨልኩም ላዕሊ ደረጃ ከድኩም ዘለኹም ክላስ ክፈለልኩም እየ ዜሮ ልና ከም ክላስ እቶም ፍራንስ ዘይተዛረቡ ፍራንስ ከም ተዛረቡ እቶም ተዛረብኩም ከዓ ፀገምኩም ዳራና ክላስ ክትብር ትደልዩ ኣብቲ ናተይ ቲክቶክ ኣቲኩም ኣብ ሓበን ዓሰርተ ኣብ ዩቱብ ትሪኦ ዘለኹም ኣብ ቲክቶክ ኣብለኩም ተሌፎነይ ብወሳብ ሃይበሉኒ ማለት እዩ ኸሰዋኽ ኸሰዋኽ ማለት ንዓኻ ስኻ ትቕበሎ ነገር ማለት እዩ ምቕማጥ ምቕባል ሰር ዕሽፍ ኸመይ ባልዲኽ ትግርኛኹም ፈትፊለንሞ

ነቨር ከይተሓዋወሰኩም ተኒኽ ማለት ምሓዝ ማለት እዩ ቲሻም ዋሳ ስርቲ ፕሌ ተይሉ ንሓደ ሰብ ቲሻም ዋሳ ስርቲ ፕሌ ህንካ እስከ ዝሓዘለይ ይብሎ ኣለኹ ማለት እዩ ቨኒር ምምፃእ ጆሲ ቭን ይብላ ኣለኹ ማለት እዩ ቭልዋኽ ምድላይ ቭልዋኽ እጂ ምድላይ ማለት እዩ Je vulu ትብል እንድሕሪ ዝኾነ ደሊኻ Je vulu ኣገዳሲ ቨርብ እዩ ክትሕዝዎ ትክእሉ ኣለኩም። Valoir Valoir ከኣ ን ዋጋ ዘለዎ ነገር ሕጂ መኪና ክትገዝእ ድዩ ዝኾነ ነገር እንድሕሪ ደሊኻ Je ne sais vraiment la peine ተልካ ሕጂ እዚኣስ ይግባኣ እዩ ክንድዚ ዋግኣ ሓሙሽተ ሽሕ ዕስራ ሽሕ ተለምካ ዕስራ የዋጽኣካ እዩ ገለ መለ ትብሎ ማለት እዩ። ኢላ ቫልዩ ላፐን ተልካ ጂ ያው ይዋጽ እዩ ገረታት ገረ ትብል ኩሉ ግዜ ብ ኢል እና ንጥቀመሉ ጀ ቹ ዩ ቭ ኢል ፕሉርየል ገረ መረ ዝባሃል የለን ከምዚ ማይ ውቅዒ ክንብል ከለና ሀጂ ማይ ውቅዒ ኢል ፕሉ ኢና ንብል እምበር ጀ ፕሉ ኣይትብልን ኢካ ጀ ፕሉ ተልካ ንስካ ማይ ተወቅዕ ኣለካ ማለት እዩ ኢል ፕሉ ኢል ፕሉ ብ ኢል ጥራይ ንጥቀመሎም ኣርባዕተ ድዮም ገረ መረታት ኣሎ ቨርቢ ኣዘክሩ እንዲኩም ኣፍተላይፍ ንኹሉ ሰብ ሓበሬታ ክኾኑ ማለት እዩ ጀ ቨኩ ጀቨኩ ነረ ትብል ማለት እዩ ኣነስ ይነብር ነረ ብሂወት ይነብር ነረ ኣብ ሂወት ጀቨኩ ኣከምዚ ይነብር ነረ ወይ ድማ ብሂወት ይነብር ነረ ኢልካ ብሂወት እንዳነበርካ ከለካ ሽዑ መኺኽ ይመፅእ ማለት እዩ መኺኽ ከዓ ምማት ማለት እዩ ኣየምትኩም ቦን ሽፖንስ ከ ዩቭዛቤቱ ሞንትኸ በላደቕ ነኽፋት ሱላይ ፔን ቪዳሞ ሜላ ስለዚ ኤትኽ ኣፍዋሃኽ እዚ ናይ እዘን ትሪኦን ዘለኹም ኣብ ላዕሊ ገረድኩም ዘለኹ ኣለ ፓርቲር ሶርቲር ቨኒር ሙኪር ዝብ ዘሎ ብኤትር ናባና ስለ ዝምለስ ማለት እዩ ተረዲኹምኒ ኣለ ተኮይኑ ንስኻ ትኸይድ ኣለኻ ፓርቲር ንስኻ ትወፅእ ኣለኻ ተረዲኹምኒ ሶርቲር ንስኻ ናባኻ ባዕልኻ ኢኻ ክትገብሮ ዘለኻ ማለት ናብ ነብስኻ ኢኻ ነብስኻ ትንቀሳቀስ ኣለኻ ቨኒር ንስኻ ትመፅእ ኣለኻ ሙኪር ንስኻ ትመውት ኣለኻ ማለት እዩ